መቸም ሕክያት ሒዘ የዕልል የዕልል እንዲሉ መጸኒ የዕልል የዕልል ኢሉ መጸኒ ከምዘን ቻርጅ ደው ዳኣ ኤፍኤም ኮም መበለየ ምክንያት እንታይ መሲልኩም ኣብ ስጅን ብዙሕ ዓው ኢለ ቁርብ ዕውልና ነይራት እንዲ ኣብ ስጅን ትተሓታተት ኢኻ ብምንታይ ተኣሲርካ ገለ ሕጂ ሓደ እንታይ ኣውፂኦሙሉ ዝቐልጠፈ እሱር በቃ ቀልጢፉስ ናብቲ እስር ቤት ተመለሰ። ብምንታይ ከምኡ ኢሎሞ መሲልኩም? ኣብ ሰምበል እዩ ተኣሲሩ ነይሩ። ኣብ ሰምበል ተኣሲሩ ወፂኡ ፍርዱ ወዲኡ ገለመለ ገለገለ ምስ ከደ ንገዝኡ ዳኸደ እኳ ካብ እስር ቤት ወፂኡ ትሽዓተ ተሰቒሉ ከሎ ሰሪቑ ኣብኣ ከሎ መሊሶሞ ንዓይ ከዓ ብምንታይ ተኣሲርካ ብሉኒ ዋዕ ራብሻን ዕግርግርን እብሎም ከዓ ኣነ እወ እንታይ እሞ ክገብር ዝኣ ኣይትሓዙለይ ቁሩብ መዕገርገር እየ ጠባይ የብለይን ረብሻን ዕግርግርን እብሎ ሓደ መፂና ገልጠምጠምጠም ዳበለ ገልጠምጠም ኣትዩ እዚ እዩ ዕድመ ክንዲ ፍረ ክርቢት ዋዕ ትሓስብ ኢኻ ሽዑ እንታይ ድብል ደሎ ዕድመይ ንዓይ ኮንተይ እውን ዕድመይ ዕድሚ ሻርኔር ኣብለኒ ዋዕ ኧረ ኣንታ ብሩኸይ ዓቕሊ ግበር ዝስ እሱር ቤት እዩ ብለኻ ኣነ ይኹን ሓደ ሰብ ከይዛረበኒ ኣልግብ ኣቢለ ምጻእ ብምንታይ ድኻ ተኣሲርካ ተወቆስ ሰብ ቀቲለ ሰብ ቀቲለ ተይልካ ክትፈርሕ ንቡር እዩ ነብሰ ገርግሽ ዝበሃል ነገር ኣሎ ንዓይ ተሓሰበ ባናና ንዕኡ ንዓይ ተሓሰበ ኣራንሺ ንዕኡ እዎ ንጽባሒቱ እቲ ዳሪስታ መጽዩ እቱይ በጊዕ ልሸራካ ውጻዕ ዋ ፈጠጠጥ ኣነ ረብሻን ዕግርግርን ይኣትየ እቲ ዝቐልጠፈ ሰራቂ እዩ ስቕ በጊዕ ትሸራካ ውፃዓ ስቕ ሪእዎ ሽዑ ንዓኻ እንደ ተብሎ ነቲ ሰብ ሰብ ቀቲለ ዝበለና እኮ እዩ ንዓኻ እንደ ተብሎስ ዋ እሞ እታ ፃዕዳ በጊዕ ደይ ትብለኒ ደኣ ኢልዎ ይብለኩም ዋ እንታ ጥዑም ጥዑም በት ዒብኒ ጥዑም ጥዑም ጥዑም በት ዒብኒ ኣብ ሓዘን ናይ ሎሚ ሓዘን እኮ ከመይ ከም ዝኾነ ክነግረኩም እንዴ እንታይ ኮይኑ መሲልኩም ጎረቤትና ሰበይቲ ምስ ሞታ ኣብ ተሓዘን እወ ከም ሰብ ትሓዝን ሻሂን ቅጫን ከዓ ትበልዕ እንዳ ሓዘን እወ ትሓዝን እንዲኻ ሻሂን ቅጫን ከዓ ትበልዕ እሳ ፅብቕቲ ነገር ፅብቕቲ ነገር ኣላታ እሳ ዘን ሰበይቲ ምስ ሞታ ሓፍተን ነይራተን ፈትዋ ፈትወንም ዓብያታ ሓፍተን እዋ ንዓስኪ ኣብ ዝጎነይ ኮፈል ሓፍትኽን ሞይታ ኢላ ከዓ ወድሓን ጸገም የብሉን ጸገም የብሉን ተራእኹ ኣብ ሞባይላ ጢንጢን ጢንጢን ጢንጢን ትራንስፈር እዮም ዝገብሩላ ሓዞም ቆዩ ትራንስፈር ገብሩላ ናብ ሞባይላ ኣደይ ለምለም ደሓን ዲኽን ደኣ እዚ ትራንስፈር ተወልኳስ ስቕ ደኣ በሰለየ ወደይ ቋሬጣ ብሞባይል ኮይኑ እዩ ቋሬጣ ብሞባይል ኮይኑ እወ ከምዚ ፍልልይናስ ፅባቐይና እዩ ፍልልይና ፅባቐይና እዩ ብኸመይ ይኸው ኣለኩም ኣለኹ መሲልኩም ኣብቲ ሓይልና ኩናማ ኣለና ትግረ ኣለና ኩሉ በቃ ጀይ ኣምቻኻ ኣለና ታምቸ ንነገራት ብደቂቕ ድከታተሎ ብደቂቕ ኩላ ሰብስ ጥቕሲ ትፅሕፍ ኣብቲ መደቀስያ ከም ርግቢት ኣቲኺ ከም ተመን ኣይትናኸሲ ገሊኡ ከዓ ጥቕሲ ኢሉ ምስላ ፅሕፍ ካብ ጉዩ መዓል ክሳድ መሓዝ ይብል ከዓ ገሊኡ ገሊኡ ሕጂ

ህዝቢ ጋሽ ባርካ ብሞጋሰን ህርሻን ይነብር። ጥርቀስ ጥቅስያ ጥቅሲ ወዲ ሃበሻ እዚኣ ሃዚያ ናይቲ ኣምቸ ከምዚ ተረካብ ዘረባ እዩ ዘለዎ። ኣምቸሲ ተረካብ ዘረባ እዩ ዘለዎ። ኣድያም ትበሃል ጓል ኣላ ጓል ቦታ ናይ ሙሉ መዓልትስ ኣብ ሪቕ ሒዛ ትመላለስ ትመላለስ ኣብ ሪቕ ሒዛ ሽቓቕ ትኸይድ ትምለስ ትኣቱ ትወጽእ ሪእዋ ሪእዋ ግን ምልክ ሸይን ደልዩ ሸይን ደልዩ እቱ ትብለ እዛ ሽቓቕ ምልእ ኣቢላታ ጸኒሓ ሪእዋ ኣዜቤ ኣዜቤ እረተው እረተው ኣዜቤ እዚስ ይልወስ እምበር እዚስ ይህብዕ ክንዲዚ ተሃርኢ ሓው ጓይ ኣለኒ መርፍእ ደይፈቱ ፈጺሙ

ሓቦይ እዚ ኢንፊጅን እኮ ሸውዓተ ጣይታ እዩ ተልኮ እስኪ ዳግረፈና ሸውዓተ ጣይታ ብዘይ ፀብሒ እንታይ ክገብሮ ኢልኒ ሓቦይ ቅጭን ናይ ሓቦይ ዘርዚርካ ይውዳእን እዩ ፅቡቕ ነገሩ ከምዚኦም ክስታይ ዝፈሪ ምሻ ኣሎ ፈረይቲ ዝበሃሉ ከምኦም እዩ ሰበይቱ ቀዳማይ ማንታ ወሊዳ ዶ ኣብ ካልኣይ ዶ ኣብ ሳልሳይ ዶ ክንደይ ኮይኖም ሰይ ሰይ ሰይ ተኣኻኺሎም ሰይ ተኣኻኺሎም ሓኪም ከይተቐርባ ሕጂ ኢሎ እንታይ እሞ ሰብኣይን ሰበይትን ኮንካ ሓውን ሓሰርን ደሮሞ ወሽዒልካ ሕደር ኮይኑ ቀሪባ ድዎ ምፅያ ኦቶ ኮይኖም ኣቦኣ መፅዩ ኣቦኣ ነታ ሰይቲ ሓወቦይ እዋ ከሰተ ከሰተ ወደይ ፈሪኻ ወ ፈሪና እንታይ እሞ ንገብር ዋ ከመይ ዝበለት ወሓለ ቁልዓ እኳ እየ መሪዐካ ዝበለስ እንታይ ወሓንዳ ከተመርዕዩ እንዳ እንታይ ዳተስ ሰብ ኢልኩም እባ ካዝሚር ኣመርዒኹም ንካዝሚር ካዝሚር ኢኹም ሂብኩምኒ ንዓይ እንታይ ኣሎ መስልኩም ኣብ ሜዳስ ዘይቲ ተሳኢኑ ዘይቲ ተሳኢኑ ቁሩብ ብፍንጃል ፍንጃል ከውን ኣይተኣክልና ቁሩብ ቁሩብ በቃ በታ መኽደን በቃ ተሳኢኑ ዘይቲ በታ መኽደን ተዋሂቦም ሓወቦይ ክሕጉሰካ መዓት እዩ

መጋባይ ነይሩ ሓደ ዓንደብ ደፍግም ደሽ ኣቢልዋ ወይቶም እዩ ዝበሃል ደሽ ኣቢልዋ ተዚዛ ቦጦሎኒ ብዘይ ዘይቲ በሊዓ ገለመሊ ገለገለ ትመርሓ ቦጦሎኒ ዘይቲ ዘፍሰሰ መን እዩ ዋ ስቕ መን እሞ ስቕ ዘይቲ ዘፍሰሰስ መን እዩ ስቕ በቃ ሸፉነ ሸፉነ ደሓን

ፅሒፍሎም እንታይ ፅሒፍሎም እዚኣ እንታይ ትበሃል ብሎም ስቕ መን ክምልስ ዝምልስ የለን ስቕ ኢሎም ዋ መሊሱ ፅሒፍሎም ለ ፅሒፍሎም እዚኣ እንታይ ትበሃል ስቕ ክላስ ሙሉ እዮም ስቕ ድብሉ ክላስ ሙሉ

ዘይትማር ተኾንካ ፉንቲ ጥራይ ኢኻ ክትፈልጥ ካልእ ኣይትፈልጥን ኢኻ ዋ ሓደ መምህር እንታይ ገይሩ ናይ መምህር ዕላል ስለ ዝኾነ ሓደ መምህር ምፅእ ኢሉ ሪኢኹም ኣለኹ ናይ ሎሚ ትምህርትና ብዛዕባ ማሕረስ እዩ ሓረስታይ ማለት ሓረስታይ ሓረስታይ ሓረስታይ እዩ ኩሎም ተምሃሮ ጠሚቶሞ ሓረስታይ ማለት ይቕጽል መምህር እዳ ተቖጣ ኢለ ክኸይድ ስቕ ኢሎም ሓረስታይ ማለት ከምቲ ሚእቲ ቅርሺ ዶ ኢሎም ሓረስታይ ማለት ከምቲ ኣብ ሚእቲ ናቕፋ ዘሎ ከምኡ እዩ ክኸውን ዘለዎ ግሪስ ጅቡ ሃሰሰሰስ ተብለስ ድየለ ዋዕ

እንካ ቴስዓን ሸሞንተን ካኻ ክልተ ወሲኸልካ ሚእቲ ኮይንልካ ኢሉ ሂብኒ የሕዋተይ ኣብዘይ ሞያን ኣይንሓብስ ኣታ ወዲ ሸር በሎ ላይክ ሳብስክራይብ ኮመንት ንካናሪ ኢንተርተይመንት ወዲና ኣለና።